እዋይ ክፅብቕ እዚ ገዛ እንዳ ሓመኻ ተባጡ
ኣይፀላእክዎን ኣስሚረሉ ኣነ ከ ኣይፀላእኹ ንስኻ ደኣ እንታይ ትፀልእ ዝገርመካ ብደገ ጥራሕ ድደፋንዋ ነይሩ ውሽጢ ኣትየ ይፈልጥ ኣይኣምነካን እየ ብሓቂ ሎሚ ኣቲኻ ማለት እዩ ኣብ ገነት ኣቲኻ ከም እንዳ ሓሙኻ ሰብ እንዳ ሓሙና ክገርመካ ነዞም ገዛ ምቕምቃም ከማ ንውሕዶም ትላፀ የሎም ነዚኦም ዋዓሞ ኣምላኽ ክበካ ኩሎ ሰልዒ እዩ ዝበካ ካብዚ ንላዓል ዳኣ ሞት የካ ወይ ገዛ ምልኦ ክበካ

ከመይ ኣለኹም እዞም ደቀይ? እግዚኣብሔር ይመስገን። ደሓን ዶ ኣለኹም? ደሓን ኣለና።
ከመይ ኣለኹም?
ጽቡቕ።
ስምከ ከመይ ኣለኹም? ጽቡቕ ዝሰዝልና ደሓን ኢና፣ ጽቡቕ ኣለና። ደሓን ጽቡቕ።
ሄርሜላ ኣባ ገለ ግበሩላ ስራሕማ ከመይ ኣሎ? ስራሕ ጽቡቕ ኣሎ። ትሰርሑ ዲኹም ትመሃሩ?
ኣነ እኮ ሰሪሐ እዞም ክልተ በዚ ጎነይ ደለዉ ግን ኣይሰርሑን እዮም። ኦሆ ጽቡቕ ኣበር ኣሰራሕ። ኣብዚ ከባቢ ልዕሊ ሰማንያ ቆፎ ንህቢ ኣለኒ፣ መዓር እንዳ ሸጥኩ ከኣ ነብር። ከብቲ ውን ኣለዋኒ፣ ጸባን ጠስምን ንሸይጥ። ኣብዚ ቀረባ እዋን ከኣ ሓሸታት ክነፋሪ መሬት ሓቲትና። ሓሸማ።
ብጣዕሚ ንፉዕ መንእሰይ ኢኻ ኣይጸላእክዋን ኣስሚረላ ንስኻትኩም ከ ኣዚኦም ኣይሰርሑን እዮም ከምቲ ዝበልኩኻ ቀዲመ ኣይሰርሑን እዮም ተራ ገብሩ ውዕሉ
ደው ኢሎም ውዕሉ እንተረብሪቦም ኮፍ ብሉ ተመሲዎም ይድቅሱ ባስታ ስፓጌቲ ትምህርቲኸ?
ትምህርቲ እሞ ኣይተማህሩን፣ ትምህርቲ ኸኣ ኩሉ ግዜ ዶክተር እንተኼድካዮ እዩ እምበር፣ ቤት ትምህርቲ ቀይሕ ባሕሪ መጺኣ ኣብ ገጾም ክትምህሮም፣ ኣዱሊስ መጺኣ ክትምህሮም፣ ሞዴል መጺኣ ክትምህሮም እ እዞም ክልተ በዚ ጎነይ ዘለዉ ርእሶም ካብ ፍልጠት ነጻ እዩ። ካብ ፍልጠት ሓራ እዩ። ማጓሕ ሓንጎሎም ተባሂሎም ከኣ ዝጽውዑ ከምዚኦም ዓይነት ሰባት ሰግንዶ ኣነ እኮ ብዙሕ ግዜ ዶክተር መሃይምነት ከጥፍኡ ከም ዘለዎም ጽዒረ ፈቲነ እየ ግን ዝነበረኒ ጥፊኦምኒ ምስኦም ዳርጋ መሃይም ኮይነ ደሓን ምችው
ዝሓስብሉ ከኣ ክኾኑ ናይ ኩልና ትንቢት ናይ ኩልና ትንቢት እንታይ መስለካ እወ ብመጀመርታ እኳ እንቋዕ ከምዚ ኢልና ገጽ ንገጽ ተረኣኣና ኣሜን ከምዚ ኢልካ ናብ ቤት ኣፍቃሪትካ ምምጻእኻ ከይመስገንኩኻ ክሓልፍ ኣይደልይን መን ንስኻ ንስኻ

ምሳኻ ካብ ድላለ እየ እኮ ሰለስተ ዓመት ገይረ እምበር ምስ ሄርሚ ምስ ሄርሚ ካብ ድላለ ምስ ሄርሚለ ክልተ ዓመት ገይረ ምስ ሄርሚተይ ኣቦ ይሙት ዘክሮ ነባጡ መዓስ ድዩ ነይሩ
ብጣዕሚ ጽቡቕ ካልእ እንታይ ክብለካ ደልየ ንስኻ ኣብ ስራሕ ዓለም ስለ ዘለኻ ንሳ ከኣ ናይ ኮለጅ ተማሃሪት ስለ ዘላ ካባኻ ብዙሕ ሓገዝ ከድልያ ምዃኑ ኣሚንካ ኣብ ትምህርታ ንኸይትሰናኸል ክትሕግዛ ኢለ ርዱእ
ዶክተር ማለት ዶክተር እንታይ መስለኩም እነሱ ከምኡ እኳ እዩ ዝብል ዘሎ ሓቁ እዩ ዶክተር ክንደጋገፍ ኢና ዘለና ብላ ኣሎ እሞ Papà telefono. Sorry.
ስማዕ ኣለካ እንታይ ጌርካ ማለት ኢዳ እንታይ ጌረ ዋ ንዓይ ነዚ ህንፃ ኳስ ቅጫ ከተብስ እንደ ቅጫ ኢደ ብሰልኩ ባዕሉ እንዲ ብኣ ሰንኪት ይህብኒ ኤፍዋን እኳ ኢኻ ቀቢልካ ኤፍዋን ዘየቐበልኩ ከዓ ርችት የተኩሰልካ ዋታ ቁርብ ቁርብ ሓፋይ ተብለኒ ናበይ ማሓፍ ከብለካ ካብ ሳልሳይ ክፍልስ ናብ ዓስራይ ክፍሊ ክሰቕለካ ሃይስኩል ከእትወካ